ሰላም ሰላም ኩልኹም ከመይ ቀኒኹም ደሓን ዲኹም ከመይ ኣለኹም ስራሕ ከመይ ኣሎ ሂወት ኩሉ ሰላም ድዩ ኣነ እግዚኣብሔር መስገን ፅቡቅ ኣለኹ እምበኣር ብሩክ ቀዳመ ሰንበት ይግበረልና እንዳበልኩ ከምዚ ትርእይዎ ዘለኹም ግዜ ደይ ትወስድ ቅልል ዝበለት ኣሰራርሓ እየ ሒዘልኩም መፅየ ደለኹ እምበኣር ትርእይዎ ኣለኹም ሳመር እዩ ሳመር ከዓ እዚ ደስ እዩ ትብለካ ለምለም እዩ ደሎ ከምዚ ትርእይዎ ደለኹም ሰቲ ኣነ ኩሉ ግዜ ካብዚ ሰቲ ምፅየ ቡን ዝሰቲ ቡን ኣዝየ እየ ትፈቱ እምበኣረይ ኩልኻትኩም ክትኣትው ከለኹም ናብ ዳይመንት ኣሉ ሓፍትኹም ላይክ እንዳገበርኩም ሳብስክራይብ ደገበርኩም ከዓ ሳብስክራይብ ክትገብሩ ናተይ ሰዓብትን ናተይ ደገፍትን ክትኮኑ ንሓፍትኹም ዳይመንት ኣሉ ከዓኒ ከተተባብዕዋን ሞራል ክትብዋን ኩሉ ግዜ ናታ ሰዓብትን ደገፍትን ክትኮኑ ላይክ ተገርኩሞ ከኣኒ እቲ ተካታታላይ ኣብ ዩቱብ ኩሉ ሰብ ድካታተሎ ክካታተለለይ ከኣኒ ላይክ እንዳገበርኩም ክትኣትዉ ከኣኒ ይላበወኩም ይሕዋተይ ብኣኹም ስለ ንዓቢ የዕቢና እንዳበልኩ እምበኣር ኣሰራርሓና ቅልል ዝበለ ግዜ ደይ ወስድ ኢና ክንሰርሕ ትነዳሉ ከኣ ክሮሰይ ክኸውን ከምዚ ትርእይዎ ደለኹም ኣስቤዛይ ኣዳልየ ኣለኹ እምበኣረይ ማይ ልብጥ ድበለ ማይ ኣዳልየ ኣለኹ ሓደ ኩባያ ዘይቲ ከኣ ኣዳልየ ኣለኹ ሓደ ኩባያ ጸባ ኣራንሺ ተፋሕፍሐ ኣራንሺ ዝተጸሞቐ ሓደ ኩባያ ሽኮር ተጠቂመ ኣለኹ፣ ቁሩብ ጨው፣ ሓደ ልቢቶ፣ ሓደ ማንካ ከኣ ቤኪን ፓውደር ክንጥቀም ኢና። ማይና ገልቢጥናዮ ኣለና፣ ሓደ ልብጥ ድበለ ማይ ገልቢጠ ኣለኹ። ብድሕሪኡ ከኣ ሓደ ኩባያ ጸባ፣ ቁሩብተይ ልብጥ ድበለ ዝወዓየ ጸባ ከኣ ክንጥቀም ኢና ኣሕዋተይ። ኩሉ ግዜ ጸባ ዝሑል እንተጌርና ስለዘውድቀና ቁሩብ ክነውዕዮ ከኣ ኣለና ኣሕዋተይ፣ ማለት እዩ ንኸይወድቀና ፍኹስ ዝበለ ክኾነልና ኩሉ ግዜ ክንሰርሕ ከለና ኬክ ይኹን ዝኾነ ክንሰርሕ ከለና ጻባና ዝሑል ጸባ ኣይንጠቀም እምበኣር ሕጂ ከዓኒ ሓደ ኩባያ ዘይቲ ክንጥቀም ኢና ዘይቲ ከዓኒ ኣዝዩ ኣፍኩስ ስለ ዘብለና ዘይቲ ከዓኒ ሓደ ኩባያ ዘይቲ ተጠቂመ ኣለኹ እምበኣር ኩሉ ኣስቤዛይ ከምዚ እንዳገበርኩ ክሓዋውሰ እየ እዛ ከዓኒ ሽኮር እያ ሽኮር ከዓ ዓቕመይ ሽኮር ተጠቂመ ኣለኹ ኣነ ሓደ ኩባያ ናይ ሻሂ ንእሽተይ ቡየ ተጠቂመ ዘለኹ ኩልና ከምዚ ዝብለክን ከም ንፈትዎ ክንጥቀም ንኽእል ኢና ኣነ ውሕድ ዝበለ እየ ተጠቂመ ዘለኹ። እዛ ትሪኣኣ ዘለኽን ከኣኒ ጨው እያ፣ ጨው ከኣኒ ከይበዝሐ ሓደ ማንካ ናይ ሻሂ ጨው ተጠቂመ ኣለኹ። ጨው ተበዚሕዎ ጥዑም ስለ ዘይኮነ ጨው ኣውሕድ ተበልናዮ ተመራፂ እዩ። እዛ ትሪኣ ዘለኽን ከኣኒ ኣራንሺ ተፋሕፍሕ እዩ። ኣራንሺ ከኣኒ ከምዚ ዝብለክን ኩሉ ግዜ ኣብ ኬክ ክንጥቀም ከለና ጥዑም ጨና ሃገገገግ ዝብል ጨናን መቐረቱን ጥዑም ክኾነልና እየ ዝጥቀም ኣነ ኩሉ ግዜ ማለት እዩ። እዛ ትሪኣ ዘለኽን ከዓኒ ናይ ለቢቶ ማለት እዩ እዛ ለቢቶ ከዓ ኣዝያ ንእሽተይ እያ ሓደ ማንካ ናይ ሻሂ እያ ትኸውን ኣጋጣሚ ኣነ ከፊተ እየ ተጠቂመ እምበር ንእሽተይ እያ ከምዚ ዝብለክን ውሕድ ዝበለት እያ ተጠቂመ ዘለኹም ምስኡ ከዓኒ ሓደ ማንካ ፔኪን ፓውደር ክጥቀም እየ ምእንቲ ፍኹስ ክብለና ኣዝዩ ፍኹስ ዝበለ ክኾነልና ምእንቲ ሓደ ማንካ ክንጥቀም ኢና ማለት እዩ በዛ ትሪኣ ዘለኽን ከዓኒ ሓደ ማንካ ቤኪንግ ፓውደር ተጠቂመ ኣለኹ የሕዋተይ እምበኣር እዛ ትሪኣ ዘለኽን ከዓ ኣራንሽያ ኣራንሺ ሓንቲ ኣራንሺ ተጠቂመ ፋሕፊሐን እታ ኣራንሺ ከኣ ጸሚቐያ ማለት'ዩ። ኣራንሺ ከኣ ኣዝዩ ጥዑም ጨንኡ ክጥዕም ሃገገገግ ድብል ጨና ምእንቲ ክኾነልና ክንበልዖ ከለና ከኣ ጥዑም ገዛና ከኣ ክንሰርሖ ከለና ካልእ ዓይነት እዩ ዝኸውን ክንሰርሖ ከለና ጨንኡ ማለት'ዩ። ኣራንሺ ከኣኒ ኩልና ኬክ ክንሰርሕ ከለና ንጠቀም። ከምዚ ገይረ ኣስቤዛይ ኩሉ ኣወሃሂደ በዚ ክትሪኦ ዘለኽን ኣኹስ ኣቢለዮ ኣለኹ ማለት'ዩ። እምበኣር ሕጂ ሕሩጭ ከኣ ኣነ ሸሞንተ ሚእትን ሓምሳን ግራም ተጠቂመ ኣለኹ ማለት እዩ። ጻዕዳ ሕሩጭ እየ ተጠቂመ ዘለኹ። ከምዚ ገርና ከኣ ኩሉ እቲ ዝመዘንክዎ ፊኖ ሸሞንተ ሚእትን ሓምሳን ናብዚ ዘዳለኹዎ ኣስቤዛ ብሓንሳብ ጽቡቕ ገይረ ክለውሶን ክድዕኾን እየ። ስጋብ ድፎ ክሰለይ ክለውሶ እየ የሕዋተይ። እምበኣር ኩሉ ግዜ ኢድና ኣብ ምሕጻብ እዩ ኣብ ቦትኡ እዩ ምሕጻብ ኩሉ ሰብ መግቢ ክሰርሕ ከሎ ይሕጸብ እዩ ኣነ ከኣኒ ኣጋጣሚ ጓንቲ ገይረ ኣለኹ ኣዝማልቶ ኢድና እንተሃሊና ኩሉ ግዜ ስለ ዝቕለጥ እየ ኣነ ጓንቲ ዝጥቀም ኣዝማልቶ እንተሰዲድና ኢኻ ሽግር የብሉን ንዓና ንጥዕናና ጽቡቕ ስለ ዝኾነ እምበኣር ትሪኦ ኣለኽን ፅቡቕ ከመይ ኢሉ ተወሃሂዱለይ ኣሎ ፅቡቕ ልስልስ ዝበለ ኮን ኢልና ኣሎ ፅቡቕ ጌርና ከዓኒ ክንድዕኾ ኣለና ክፎኽሰልና ምእንቲ ከይወድቀና በቲ ዓቕሙና ክንድዕኾ ኣለና የሕዋተይ

ማእራኣዮ ዘዳለናዮ ድሕሪ ሰዓት ተመሊሰክን ኣለኹ ማለት እዩ ከምዚ ኢሉ እምበኣር ከምዚ ትርእዮ ዘለኽን ድሕሪ ሓደ ሰዓት ተመሊሰክን ረኣዮ ኣዝዩ ፅቡቅ ፎኺስልና ሓፍ ኢልና ኣሎ ሕጂ ዘይቲ ለኽየዮ ኣለኹ ማለት እዩ እቲ ናይ መስርሒና መቑሎ ከኣ ኩሉ ግዜ እዛ መቑሎ እዚኣ በዚኣ እያ ንሕምባሻ ድሰርሕ ኣይ ረጓድ ኣይ ረቂቕ እያ ማለት እዩ ወይ ስሞር ወይ ዘይቲ ለኺዔ ሕምባሻ ዋላ ዝኾነ በዚ ድጥቀም ማለት እዩ ቅድሚ ሕጂ ሓቲትክናኒ ኔርክን የሕዋተይ ሕቶኽን ኣኾሎ ክምልሰልክን እዛ ከምዚኣ ትጥቀማላ ኩሉ ግዜ ስሞር ኣብ ግዜ ብልዖት ንበልዓሉ ግዜ ተኮይኑ ስሞር ክንገብረሉ ንኽእል ኢና ጾም ተኮይኑ ከዓ ዘይቲ ለኺና ወይ ከዓ ርቕቕ ዝበለ ወረቐት ክንጥቀም ንኽእል ኢና ማለት እዩ ኣነ ንዓይ ኣዝያ ጽብቕቲ ኮይነ ረኺበያ ኣለኹ ማለት እዩ እምበኣር ከምዚ ትሪኦ ዘለኽን ቢሕቑና ሓፍ ኢሉልና ብኢደይ ቀስ እንዳበልኩ ከምዚ ይኣኽሎ እንዳበልኩ ከዓኒ ከምዚ ገይረ ከዓኒ ነቃቂለዮ ኣለኹ ኣብ ልዕሊኡ ከኣ ከምዚ ገረ ስሞር ገረ ኣዳልዮ ኣለኹ ማለት እዩ ሕጂ ናብ ኣሰራርሕርሕኡ ክንከይድ ኢና ማለት እዩ እዚ ትሪኦ ዘለኽን ከዓ ፉል እዩ ኣነ ትሪኦ ዘለኽን ፉል ጥሒነ ኣብ ማሽን ናይ ቡን ኣዳሊ ኣለኹ ፉል ኣንሕና ስለ ንፈቱ ፉል ክጥቀም እየ ኣነ ማለት እዩ ስኻትክን ካስ ትፈትዎ ክትገብራ ትኽእላ እኽን ንቴላ ክትገብራ ትኽእላ እኽን ዝተፋላለየ ክንገብር ንኽእል ኢና ኣብ ውሽጡ ማለት እዩ ዘይንደል ተኾይና ኸዓ ኣብኡ ከሎ ክንሰርሖ ንኽእል ኢና ማለት እዩ እምበኣር ከምዚ ትሪኦ ዘለኽን ቀስ እንዳበልኩ ከዓኒ ከምዚ እንዳገበርኩ ክጥቕልሎ እየ ወይ ከዓኒ ከኽቡቦ እየ ማለት እዩ በዛ ናይ ፒሳ መቑረፂት ከዓኒ ዲዛይን ክወፀለይ ምእንታ ከምዚ ገይረ ቁረፅ ቁረፅ ኣቢለየ ኣለኹ ማለት እዩ ኣነ ከምዚ እንዳገበርና ቀስ እንዳበልና ኣርቅቕ ኣቢልና እንዳሰጠጥና ክንገብሩ ኣለና ስለ ዝንፋሕ ይዕሪና ኣይነርጉዶ ሕጂ ትሪኦ ኣለኽን ከምዚ ገይረ ከዓኒ ትሪኦ ኣለኽን ፅብቕቲ ኮይናትለይ ኣላ ማለት እዩ ሕጂ ከምኡ እንዳገበርኩ ኩሉ ከዳልዎ እየ ማለት እዩ እዚኣ ከዓ ርኣያ ስሞር ንእሽተይ ስሞር ተጠቂመ ከምዚ ትሪኦ ዘለኽን ከዓ ናይ ፉል እየ ዝገብር ዘለኹ ሕጂ እውን ነዚኣ ከዓ ልክዕ ከምኣ ገይረ ክጥቕልላ እየ ከምዚኣ ገርና ቀስ ኣቢልና ብኢድና ኣዝዩ ቀል ዝቐለለ ኣሰራርሓን ግዜ ዘይወስድ ንደቅና ይኹን ንቁርሲ ብኡ ንዓና ይኹን ንቐዳመ ሰንበት ቡን ክንሰቲ ፍልይ ዝበለ ሓደ ሓደ ግዜ ክንበልዕ ከዓኒ ፅቡቅ እዩ ንቁርሲ ቡን ቡን ገርና ክንሰቲ ኣነ ብጣዕሚ እየ ቡን ትፈቱ ሕጂ ሳመር እዩ ከምዚ ትሪኦ ሰቲ መዓት እዩ ዘሎ ኣብ ጥቃና እንተሃሊክን ከባቢና ማለት እዩ ፅቡቅ ዝኮነ ናይ ሳመር ሰቲ ኣለና እንዳምፃኩ እየ ኣነ ቡን ዝሰቲ ኣብቲ ኩሉ ግዜ መዓልታዊ ኢና ቡን ንሰቲ ንሕና ቡን ክንፈቱ መዓት ኢና ኩሉ ግዜ ከዓ በቲ ዘለና ቁርሲ ቡን ኣነ ይቅርብ እየ ማለት እዩ ኩልና ከዓ ከምዚ ንቅርብ ኢና ኩልና ብዝኮነ ሕጂ ርኣይኦ ቅልል ልበለ ኮይኑ ግዜ ደይወስድ ጥዑም ካብ ንገዝእ ብዓና ኣብ ገዛና ዋላ ንወጻኢታት ወጻኢት ክነውጽእ ገንዘብና ኣዝዩ ብቑሩብ ዋጋታት ንሰርሕ ኣለና ማለት እዩ ደቅና ከኣ ብዓና ሰሪሕና ንበዓል ቤትና ንጎራውብትና ንሕዋትና መሓዙትና ከምዚ ገርና ብሓንሳብ ክንሰርሕ ቁርሲ እውን ክንበልዕ ከኣኒ ደስ ይብለካ ማለት እዩ እዛ ትሪኣ ዘለኽን ናይ ኬኪ ወይ ናይ ፎርነይ መስርሒት ባዴላ ወይ ከዓኒ ሕምባሻ ዝጥቀመላ ከምዚ ገይረ ስሞር ለኽያ ዘለኹ ማለት እዩ ብዙሓት ከምዚ ትጥቀማ ዘለኽን መስርሒት እዛ ናይ ሕምባሻ ማለት እዩ ትሕዘልክን ትኸውን እያ ግን ከምዚ ዝብለክን ኣነ ስሞር ገይረ ይጥቀም እየ ወይ ከዓኒ ርቕቕ ድበለ ወረቐት ኣሎ ከኣ ይጥቀም እየ ማለት እዩ ኣዝያ ጽብቕቲ ንዓይ ኣነ ብጣዕሚ እየ ዝፈትዋ ጽብቕቲ እያ ከምዚ እንዳገበርና ከኣ ትርእዮ ኣለኽን በዚ ዝተፈላለየ ዲዛይን እንዳገበርኩ ገሊኡ ብፉል ገሊኡ ብዘቢብ እንዳገበርኩ እየ ዝሰርሖ ዘለኹ ገሊኡ ከኣ ከሎ ማለት እዩ ንስኻትክን ከዓኒ ከምዚ ገርክን ክትሰርሓ ቪድዮታተይ ስጋ መወዳእታ ክትከታተሉ ኩልኻትኩም ናተይ ተኸታተልቲ ናተይ ሰዓብቲ ኣሕዋተይ እንተፈቲኹምዎ ከዓኒ ናብ ኣንስትኹም ሸር ክትብልዎ ናብ ሕዋትኩም ናብ ፋሚልኹም ሸር ክትብልዎ ናተይ ተኸታተልቲ ናተይ ደገፍቲ ክትኮኑ ላይክ እንዳገበርኩም ክትኣቱ እቶም ሳብስክራይብ ደገበርኩም ከዓ ሳብስክራይብ ክትገብሩ ከዓኒ ይላበኩም ኣሕዋተይ ብኣኹም ስለ ንዓቢ ዝተፋላለየ መግብታት ኣነ ድፈልጦ ሒዘልኩም ንክመጽእ ከኣኒ ብኣኹም ስለ ንዓቢ የዕቢና እንዳበልኩ እምበኣር ትርእይዎ ኣለኹም ከምዚ ኢለ በቃ ኣዝዩ ጽቡቕ በቃ ንክቲ ሰጦ ኣዝዩ ተሪር ኣይኮነን ኣዝዩ እውን ልስልስ ኣይኮነን ብጣዕሚ ስሞር ገይረ ኣብ ርእሲኡ ወይ ከዓ ባተር ይበሃል ወይ ከዓ ቡሮ እዩ ዝበሃል ብትግርኛና ኩሉ ግዜ ስሞር እንታይ ማለት እዩ ትብላ ኒኽን ኣሕዋተይ ይቕሬታ በዚ ናይዚ ዓዲ ቋንቋ ስሞር ስለ ዝመልቆኒ እዩ ግን ሓቅኽን ኢኽን በቲ ትግርኛና ንክንዛረብ ግን ቡሮ እዩ ዝበሃል

ዋላ ንክንጥቕልሎ ዋላ ኣዝዩ ግዜ ደይወስድ ኣብ ውሽጢ ሰዓት ከምዚ ጌርና ብዙሕ ሓያለ ዝኾነ ኢና ንሰርሕ ንክልተ መዓልቲ ንሰለስተ መዓልቲ ዝኸውን ንቑርሲ ቡን ንደቅና ንዓና ንስራሕና ሒዝናዮ ንኸይድ ንቑርሲ ቡን ኣብ ገዛና ንበልዖ ቁርሲ ቡን ይኾነና ማለት እዩ እዚ ትሪኦ እዚ ትሪኦ ደለኽን ከዓኒ ደቀቕቲ ዘቢብ ከኣለዋ ድሽየጣ ንኬክ ድኸውን ማለት እዩ ንሕምባሻ ክሰራ ከለኹ ፍሩይ ዘቢብ ኣሎ እዚ ከዓኒ ደቀቕቲ እየን ብጣዕሚ እየን ደቀቕቲ ኣብ ድኳን ኣብ ዝኾነ ድኳን ኣሎ ማለት እዩ እዘን ትረኣኽነን ከዓ ዘቢብ እየን ከምዚ ገርና ከዓ ረኣዮ ዝተፈላለየ ዲዛይን ገይረ እየ ዝሰርሖ ዘለኹ ሎማዓንቲ ብክልተ ሰለስተ ዓይነት ዲዛይን ዝሰርሖ ኣለኹ እዚ ከዓ ጥውይ ጥውይ እንዳበልኩ ይሰርሖ ኣለኹ ከምዚ ገርና ዋላ ክጠውዮ ዋላ ገለመለ ኣዝዩ ደስ እዩ ዝብለካ በቃ እቲ ኣለዋውስኡሲ ብጣዕሚ እዩ ፍኹስ ዝበለ ልስልስ ዝበለ ስለ ዝኾነ ንክትሰርሖ ከም ድሌትካ ኢኻ ትገብሮ ማለት እዩ ኩሉ ግዜ ተሓታኒ እንተደሊኽን ኣብ ኮመንት ክትገድፋኒ ትኽእላ ኢኽን ሕቶታትክን ንክምልስ ከዓኒ ድልውቲ እየ ዝደሊ ኹነኦ ኸኣኒ ክሰርሓልክን ከኣን ከርእየክን ይደሊየ በቲ ኣነ ዝፈልጦ ወይ ዝኽእሎ ዝበልኩ ዝተፈላለየ ምግብታት ይኹን ሒዘልክን ክመጽእየ ናይ ሓበሻና ዋላ ናይ ጥልያን ምግብታት ዝተፈላለየ ምግብታት ሒዘልክን ንኽመጽእ ፍልይ ዝበለ ምግብታት ሓደ ሓደ ግዜ ክንበልዕ ኣብ ቀዳመ ሰንበት ወይ ኣብ ውራይ ናብዓና ቅያር ደለዎ ክንበልዕ ኣብ ናይ ደቅና ፐርስደይ ክኾን ከሎ ኣብ ቀዳመ ሰንበት ዝተፈላለየ ምግብታት ንበልዒና ካብ እንጀራ ውጽእ ክንብል እንተደሊና ዝተፈላለየ ናይ ጸዓዱ መግቢውን ሒዘልክን ንክመጽእ ኩሉ ግዜ ናተይ ሰዓብትን ደገፍትን ክትኮኑ ስጋ መወዳእታ ቪድዮታተይ ክትከታተልዎን ካብ ኩሉ ካብ ኩሉ ከኣ ሳብስክራይብ ክትገብሩለይ ኣሕዋተይ ይላበበኩም በቃ ሽሕ ንክትበጽሕ ሓጉዝኒ ዝተፈላለየ መግብታት ሒዘልኩም ንክመጽእ ከዓኒ ንኣኻትኩም ግዜ ኣይትወስደልኩምን እያ ላይክ ክትገብሩ ሳብስክራይብ ክትገብሩ ኮመንት ላይክ ቪድዮታትና እኳ ስጋ መወዳእታ ስለ ትከታተሉ ሲ ንሳብስክራይብ ከዓኒ የሕዋተይ ኣይትብቁቕልና እንዳበልኩ ሕጂ ከምዚ ገርና ድሕሪ ፍርቂ ሰዓት ተመሊሰክን ኣለኹ እዚ ትሪኦ ዘለኽን ከዓኒ እንቋቆሖ ገይረ ኣለኹ ፃባ ከዓ ሓደ ማንካ ፃባን ለሚን ከዓ ንእሽተይ ተጠቂመ ኣለኹ እቲ ለሚን ንምንታይ እቲ እንቋቁሖ እንቋቁሖ ምእንቲ ከይጨንወና ለሚን ተጠቂመ ኣለኹ ኣነ ማለት እዩ ከምዚ ገርና ከኣ ንኩሉ ክንሎክዮ ኢና። ትሪኦላን ክጽብቅ ኮይኑ ሕጂ ትሪኦልኽን ኣብ ወሱዳይ ይሎክየሉ ኣለኹ ገሊኡ ስምስም ለክየ ኣለኹ ገሊኡ እንጣጢዕ ገረሉ ኣለኹ ጽቡቅ ኣዝዩ ጥዑምን እዩ ዘይትፈትዋ ተኮንክን ከኣ ከተልጉስኦ ትክእላ ኢኽን። እምበኣር ኦቨንና ወይ ፎርንና ብሰለስተ ሚእትን ሓምሳን ኣርሲናዮ ዝጸናሕና ነእትዎ እሞኒ ብዒስራን ሓሙሽተን ደቒቕ ከኣ ነብስሎ፣ እቲ ዘዳለናዮ ከኣ ብኸምዚ መልክዕ ወይ ብኸምዚ ኣገባብ ኣዳልየዮ ኣለኹ ማለት እዩ። እንተ ፈቲኽኖ የሕዋተይ ናብ ኩሉ ሰብ ሸር ክትገብራለይ ላይክ ክትገብሩለይ እንዳ ተላበኹ ኣዝያ ፈኳስን ቀላል ዝኾነት ኣሰራርሓ እያ ተጠቀማላ እንዳ በልኩ ብኸምዚ ቪድዮይ ክዓጽዋ የቐንየለይ ስለ ትገብሩለይ ቻው ቻው ብሩኽ ሰንበት ይግበረልና።